ኣልጀዚራ ዝገበሮ ኢንተርቪው'ዩ ነይሩ። ኣብዚ እዋን'ዚ ፕረዚደንት ኢሳይያስ ኣፍወርቂ ዝተፈላለየ ሕቶታት'ዩ ተሓቲቱ። ከምዚ ዝሰማዕኩሞ ብሳማሪ ገይረ ክነግረኩም'የ። መጀመርታ ግን ክቡራት ተኸታተልቲ ሎምዓልቲ መበል ሳልሳይ ክፋል ናይ ፕረዚደንት ኢሳይያስ ኣፍወርቂ ዝገበሮ ኢንተርቪው ምስ ናይ ቭላድሚር ፑቲን ዝገበሮ ኢንተርቪው ከመይ ከመይ ምትሕሓዝ ኣለዎ? እቲ ሓቂ እንታይ'ዩ? ኣብ ምንታይ ዝተሞርከሰ'ዩ? ከምኡ'ውን ኣብ ፖለቲካዊ ጠመተ ዝብል'ዩ። ከምቲ ኣነ ዝገለጽኩልኩም ሕሉፍ ምስ ናይ ሎሚ ኣረኣኢና ንመጻኢ ከመይ ኢልና ክንግንዘብ ንኽእል ዝብል ኣርእስቲ ኢና ከፊትናዮ ቅድሚ ሰለስተ ክፋላት ማለት እዩ። እዚኣ መበል ሳልሳይ ክፋል እያ። እታ ናይ ሎምዓንቲ ኣርእስትና ከኣ ሓቅን ጭብጥን ዝብል ኣርእስቲ እዩ። ኣብዚ ፕረዚደንት ኢሳያስ ኣፈወርቂ ትሓቶ ዝነበረት ሕቶታት ኣብ ኤርትራ ብናይ ዒራቕን እስራኤልን ትሕገዝ እያ ከምኡ ውን ዝተፈላለዩ ኣፅዋራት ትህቦም እያ ንሓማስ ሓጊዛቶም ነይራ ምስ እስራኤል ትሰርሕ እያ እቲ ዘረባ ብጣዕሚ ዝተሓወሰን ተደባለቐን ሕቶታት እያ ትሓቶ ነይራ ኣብዚ ግን እታ ዋና ነገር እንታይ እያ መልስታቱ እዚ ትብልዮ ዘለኺ እንታይ ሓቂ ኣለኪ ጭብጢ ኣለኪ ዶ ጭብጢ ጥራይ ኣቕርብለይ ጭብጢ ኣቕርብለይ ተደጋጋሚ ንጭብጢ ይሓታ ነይሩ ኣብ ሰዓት እዚ ክትፈልጦ ዘለኩም ፕረዚደንት ቭላድሚር ፑቲን ሓንቲ ኢንተርቪው ገይሩ ኣሎ 224 ወርሒ ክልተ ዕለት ሸሞንተ ማለት እዩ ኣብዚ ኢንተርቪው እዚ ፕረዚደንት ቭላድሚር ፑቲን ማዕረ ክንደይ ናይ ምዕራባውያን ፕሮፓጋንዳ ብሜድያ ምዃኑ ብሓይሊ ሜድያ ከዓ ዝወዳደሮም ከምዘየለ ብፍላይ ኣሜሪካ ማለት እዩ ግዝኣታ እዩ ሜድያ ስለዚ ዝኾነ ውግእ ካብ ሰዓት እዚ ቅድሚ ውግእ ምኽፋትካ ሜድያ እንድሕር ተቋፃፂርካዮ ዳርጋ ከም ዝተዓወትካ እዩ እዚ ጁልያን ኣሳንጅ ዝበሎ እዩ ጁልያን ኣሳንጅ ካብ መን ምዃኑ ኣብዚ ቪድዮ እዚ ኣዳልዮ ኣለኹ ኩሉ መግለፂ ናቱ ክንርኢ ኢና ስለዚ ክቡር ግዜኹም ሂብኩም ነዚ መደብና ክትከታተሉ ይዕድም ንቕፅል ሓደ ፍሉይ ነገር ኣጋጢሙ ኣሎ ሰዓት እዚ ንሱ ከዓ ፕረዚደንት ቭላድሚር ፑቲን ምስ ሓደ ኢንዲፐንደንት ወይ ነጻ ዝኾነ ጆርናሊስት ኮፍ ኢሉ ዝኾነ ዕላል ወይ ሕቶን ርእቶን ገይሮም ነይሮም። ኣብዚ ኢንተርቪው እዚ ፕረዚደንት ቭላድሚር ፑቲን ን ታከር ካርልሰን ታከር ካርልሰን ነፃ ጆርናሊስት ካብ ኣሜሪካ ኮይኑ ምስኡ ሓደን ክልተን ተባሂሎም ብዛዕባ ኢንተርቪው ዘትዮም ከኣሞ ሓደ ክንፈልጦ ዘለና ብዛዕባ ታከር ካርልሰን ሓደ ኢንዲፐንደንት ጆርናሊስት እዩ ኢንዲፐንደንት ክንብል ከለና ነፃ እዩ ምስ ዝኾነ ቻነል ኣይሰርሕን እዩ እቲ ናቱ ቪድዮታት ከዓ ኣብ ዩትዩብ ኣብ ከምኡውን ኣብ ፌስቡክ ክኣቱ ከሎ ዝበዝሕ ግዜ ሰንሰር ይገብርዎ እዮም ሳንሱር ስለ ዝገብርዎ ከዓ ዝበዝሕ ቪድዮታቱ ኣብ ትዊተር ወይ ድማ ኤክስ እዩ ዘእትዎ ምክንያቱ ኤክስ ብኢለን ማስክ ስለ ዝውነን ኢለን ማስክ ከኣ ንነጻ ፕረስ ወይ ድማ ሓደ ሰብ ድላዩ ክዛረብ ፍሪዶም ኦፍ ስፒች ንክህልዎ ኣድቮኬት ዝገብር ወይ ዝደፋፍእ ሰብ እዩ ስለዚ እዞም ኩሎም ሰባት እንታይ ዓይነት ኣረኣያ ኣለዎም ወይ ብኸመይ ከነተኣሳስሮም ንኽእል ዝብል ኣርእስቲ ክንጅምሮ ኤሪትራና ኤሪትራና ወላዓባ ኤሪትራና ኤሪትራየ ኤሪትራና ኤሪትራና ካብዚ ኢንተርቪው እዚ ብዙሕ ክንግንዘብ ኢና እተን ሓሙሽተ ቀንዲ ኣገደስቲ ዝብለን ኣርእስታት ግን እንታይ ምዃነን መጀመርታ ክንድህሰንና ቁፅሪ ቅድሚ እተን ኣርእስታት ምትንካፍና ግን ሓንቲ ቪድዮ ኣላ ክትርእዋ ዝደሊ እሳ ከዓ ብዛዕባ ጁልያን ኣሳንጅ ዝበሃል ዝዘርግሓ ቪድዮ እያ ሕጂ ጁልያን ኣሳንጅ ብኸመይ ኣግድሰና ክንብል ስለ ዝኾንና ብዛዕባ ጁልያን ኣሳንጅ ንእሽተይ ሓጻር ባክግራውንድ ሂስትሪ ክበኩም መጀመርታ ጁልያን ኣሳንጅ ካብ 1996 ዝተፈላለየ ዶክመንትታት ሊክ ከም ድገበረ ናብ ሜድያ ከም ድዘርግሐን ይኽሰስ ነይሩ እሱ ከዓ ኣብ 2008 ብቐንዱ ዝተኸሰሉ ጉዳይ ነይሩ እታ ባንክ ኦፍ ጁልያስ ቤር ዶክመንት ዝበሃል ኣብ ክልተ ሽሕን ሸሞንተን ኣብ ቲበት ዝነበረ ዕግርግር ዝዘርግሖ ናይ ፖለቲካ ዜናታት እዩ ከኣ። እቲ ኣብ ዝሓለፈ ቪድዮ እንተሪእኹማ እውን ፕረዚደንት ኢሳያስ ኣፈወርቂ ብዛዕባ ዊኪሊክስ እዛረብ ነይሩ። ዊኪሊክ ዝተፈላለዩ ዶክመንት ን ኣብ መንግስትታት መንግስትታት ብሕቡእ ብምስጢር ዝሰርሕዎ ተቃልዕ ዳርጋ ድምፂ ንድምፂ ዶ ይብሎም ዝዓይነቱ እዩ እቲ ፖለቲካውያን መራሕቲ ዝገብርዎ ወይ ብኣሜሪካ ድዩ ራሻ ድዩ ብዝኾነ ዓይነት መንግስቲ ዝኾነ እንተ ገበን ኣብ ልዕሊ ህዝቢ ፈፂሞም ዝበሃል ኮይኑ እዞም ዊክሊክስ ካብ መንግስትታት ሃክ ገይሮም እቲ ኣገዳሲ ዝበሃል ኢንፎርሜሽን ናብ ህዝቢ ይዝርግሑ እቲ ህዝቢ ከዓ እዚኦም ዳ ከመይ ኢልና ክንኣምኖም ዝብል ጥርጣረ ይሕድር ነይሩ ሕጂ ዊክሊክስ ፍሉጥ ዝኾነ ዌብሳይት እዩ እዚ ጁልያን ኣሳንጅ ዝብሃል ከኣ ናይዚ ኩሉ ዊኪሊክስ መራሒ እዩ ነይሩ። እቲ መሪሕነቱ ከኣ ኣዝዩ ፍሉጥን ጉኑንን ስለ ዝነበረ ልዕሊ ኤድዋርድ ስኖውደን፣ ስቴላ ኣሳንጅ፣ ዳንኤል ኣሳንጅ፣ ቼልሲ ማኒንግ እዞም ሰባት እዚኦም ልክዕ ከም ናቱ ዶክመንታት ብምሻጥ ዝኽሰሱ ሰባት እዮም። ልዕሊኦም ጸብለል ዝበለ ግን እዚ ጁልያን ኣሳንጅ ዝተባሃለ እዩ ሕጂ ካብ ኣርእስቲ ከይወጻና ልዕሊ ዓሰርተ ሸውዓተ ዝኾን ክስታት ኣለዎ ኦሬድ ተኸሲሱስ ገበነኛ ኮይኑ ዝተረኽበሉ እዩ ከኣ እዚ እዚ እንታይ እዩ ኤስፒዮናጅ ይብልዎ ኤስፒዮናጅ ማለት ናይ ሓደ መንግስቲ ምስጢራት ድሸጠ ማለት እዩ ክሲ እዩ ዓብ ክሲ እዩ ብመንግስቲ ወንት ዲኻ ማለት እዩ ብኤስፒዮናጅ እንድሕር ተኸሲስካ ድሕሪኡ መምለሲ የለን ዳርጋ ናይ ናሽናል ሴኩሪቲ ወይ ሃገራዊ ድሕነት ክኸውን እቲ ጉዳይ እሞ የለኻ ንክትነብር ፀቢብ ይዕድልካ ምክንያቱ ሓደ መንግስቲ ከምኡ ገይሩ ክደልየካ ከሎ ከቢድ እዩ ንክትነብር ብዝኾነ ካብ ጁልያን ኣሳንጅ ውፅ ኢልና ናብ ኣርእስትና ንመለስ እዚኣ ናይ ጁልያን ኣሳንጅ ዝበላ ቪድዮ ግን ፕለይ ክብለልኩም እየ ተኸታተሉ

ከምዚ ዝሰማዕኩሞ እዩ ንሓደ ህዝቢ ከመይ ኢልካ ናብ ውግእ ከም ዝኣቱ ትገብሮ ወይ ብኸመይ ንውግእ እናኣተወ ተዕሽዎ ወይ ተደናግሮ ዝብል ኣርእስቲ እዩ ክኸውን። ንከታተል። ኣብ ሰዓት እዚ ኣብ ሓቅን ሓሶትን ዘሎ ፍልልይ ጋብ ክትሪኦ ከቢድ ኣይኮነን ግን ብፍላይ ሜድያ ትከታተል እንተ ኮንካ ኣየናይ ሓቂ ኣየናይ ሓሶት ጭብጢ ካበይ ድመፅእ ዘሎ ሰብ ዝዛረቦ ዘሎ ኣብ ምንታይ ተመርኪሱ እዩ ኣየናዩ ከ እቲ ናይ ሓቂ ሓቂ ወይ ሓቅን ሓሶትን ሓዊሱ ዝዛረብ ኣሎ ስለዚ ብኸመይ ተፃርዮ ትኽእል ዝብል ሕቶ ብጣዕሚ ዓብዪ ኣርእስቲ እዩ ሎሚ ግን ንሕና ከመይ ኢልና ነገራት ዳህሲስና ነዛምዶ ኣብ ሓቅን ሓሶትን እቲ ዘሎ ፍልልይ ኣየናይ ኸ እቲ ናይ ብሓቂ ትሩዝ ዝበሃል ወይሲ ብዓይንኻ እትሪኦ ኣሎ ወይ ንዓኻ ድመስለካ ኣሎ ወይ ድማ እቲ ኣብ ባይታ ዘሎ ጭብጢ ዘለዎ ሓቂ ከዓ ኣሎ ስለዚ ኣየናይ እዩ ዝብል ዘተ ወይ ክትዕ እሱና ክንደስስሎ መዓልቲ እዩ እቲ ናይ ቭላድሚር ፑቲን ኢንተርቪው ምስ ታከር ካርልሰን ከዓ ብጣዕሚ ወሳኒ ዝኾነ ኢንተርቪው እዩ ፑቲን መራሒ ሓንቲ ሃገር ሓንቲ ናይ ዓለምና ሱፐር ፓወር ብምዃኑ እሱ ዝገብሮ ኢንተርቪው ከዓ ወሳኒ እዩ ኣብዚ ግን ክንርስዖ ደይብልና እታ ፕረዚደንት ኢሳያስ ኣፈወርቂ ዝበላ ኣብ መንጎ ኣብ ሜድያ ዘሎ ሓሶት ማዕረ ክንደይ ንሓንቲ ሃገር የፀልማን ንኽትወድቕ ንሓንቲ ሃገር ከዓ ዳርጋ ክንዲ

ማዕረ ክንደይ ሓደገኛ ምዃኑ ኣይንስሓቶ ስለዚ እዚ ኣብ መንጎ ሓቅን ሓሶትን ክንድህስስ ኢና እተን ንሱ ድበለን ጭብጢ ሃብኒ ዝበላ ሎሚ ክድገማ እየን እቲ ተዛማድነት ከዓ ክንሪኦ ኢና ንቐፅል ስለዚ ታከር ካርልሰን ነዚ ኢንተርቪው ኢሉ ንራሻ እዩ ከይዱ ራሻ ኣብ ዝኸደሉ እዋን መብዛሕት ናይ ሜድያ ኣውትለት ኣብ ኣሜሪካ ዘለዋ ኤሮፓ ዘለዋ ኤሮፓን ዩኒዮን ኩላተን እንታይ ንምንታይ ይኸይድ ብዝብል ይተኣገድ ክሳዕ ዝብል እየን ኮይነን ታከር ካርልሰንሲ ንኣሜሪካ ከይምለስ ይተኣገድ እዚ ደፍርሐ እንደሎ ምክንያት እንታይ ይመስለኩም ቭላድሚር ፑቲን ካብ ኣፉ ዝወፅእ ዘረባ ንኣሜሪካውያን ንቕቓሕ ወይ ድማ ንክፈልጥዎ ዘለዎም እቲ ሓቂ ራሻ ንኣሜሪካ ከተጥቅዓ ከም ዘይኮነት እዚ እንተ ደኣ ኢሉ ተዛሪቡ ቭላድሚር ፑቲን እሞ ከዓ ናይ ሓደ ኣሜሪካን ጆርናሊስት እዚ ዘረባ እዚ ከዛርቡ ዕድል እንተ ሂብዎ እቶም ኣሜሪካውያን ኦዲየንስ ነዚ ዘረባ እዚ ሰሚዖም እቲ ኣብ ራሻ ከተጥቅዓኩም እያ ራሻ ናይ ኑክሌር ሓይሊ ስለ ዘለዋ ሓደ እዋን ኣታ ክገብሩና እዮም ወይ ድማ ንኤሮፓያን ዩኒየን ረኣይዎም ጋዝ ኮሊፎሞም እዚ ኩሉ ዘረባታት እንተ ተጀሚሩ እዚ ኩሉ ዘረባታት እንተ ተላዒሉ እቲ ዝሰምዕ እዝኒ ዝኾነ ውግእ ክትከፍት ትኾንካ መጀመርታ ህዝብኻ ከተእምኖ ኣለካ ማለት ሓደጋ ኣብ ልዕሊ ከም ዘጋጥሞ ወይ ድማ ኣብ ሓደጋ ከም ደሎ ተዚኣሚኑ ዋላ ገድዶ ሽሕ ግዜ እምብውን ክብል ይኽእል እዩ ስለዚ እዚ ትዛረቦ ተቐባልነት ክረክብ ኣለዎ ዳትስ ዋይ ከዓ ኣብ ዓለምና እታ መራሒት ሃገር ናይ ሚድያ ምቁፅፃር ናምበር ዋን ደላ ኣሜሪካ እያ ኣሜሪካ ትብሎ ይኸውን ተኢሎማ ኢሎማ እያ በቃ በጊዕ ክትነፍር ኢና እያ ነፊራ ማለት እዩ ተወዲኣ ኢሎማ ሱ ዝኾኑ ስለዚ ኣብ ሓቅን ሓሶትን ዘሎ ፍልሊ ጋግ ክንርኢና ሎ መዓልቲ ናብዛ መደብና ክዝግሮ ኣብ ሕግታት ደቂ ሰብ እንታይ ኣሎ መስለኩም ታሪኽ ዝፈልጥ ሰብ ከተታልሎ ከቢድ እዩ ብልቢ ሓደ ታሪኽ ዝፈልጥ ሰብ ንኸተታልሎ ከቢድ እዩ ኣይክኸውንን እዩ ምክንያቱ እግንዘብ እዩ ትማሊ ከምዚ ነይሩ ክብል እዩ ከዋህዲ ነገራት ከተታልሎ ኣይትኽእልን ኢኻ ኣብ 1984 እዚ ጆርጅ ኦርዌል ዝበሃል ሰብ ዝፀሓፋ መፅሓፍ ኣላ ንሳ ከዓ እንታይ ትብል ኣብ ሰዓት እዚ እቲ ኩሉ ኣብ ታሪክ ዝተባህለ ነገራት ወይ ዝተፃሓፈ ደምሲሶሞ እዮም ወይ ኣጥፊኦሞ እዮም። ዝኾነ መጽሓፍ ካልኣይ ግዘ ተጻሒፉ እዩ። ዝኾነ ስእሊ ካልኣይ ግዘ ተሳኢሉ እዩ። ዝኾነ ስታችው ወይ ድማ ህንጻ ከም ብሓድሽ ሽሙ ተቐይሩ እዩ። ዕለታት ተናኺፎሞ እዮም ወይ ኣደናጊሮሞ እዮም፣ ቀያይሮሞ እዮም። ደቂቕ ብደቂቕ፣ ሰዓት ብሰዓት ነገራት ይቐያይርዎ ኣለዉ። ስለዚ ሓቂ እንታይ እዩ ንኽትብል ከቢድ እዩ። ዝኾነት ዓይነት ሃገር ናታ ኣካይዳን ስልትን ክህልዋ ምስቲ ባህርያት ናይቲ ዓዲ ምስ ካልቸር ዝተሓሓዝ ዘድዩ ምስ ናቶም ናሽናል ኣይደንቲቲ ናቶም ፍልይ ዝበለ ምስ ሃገራውነት ብዝተሓሓዝ ናቶም ሓቂ ኢሎም ዝኣምንሉ ኣሎ እቲ ሃገር ሙሉእ ዝሰማምዓሉ ሓቂ ነገር ከኣ ኣሎ ኩለን ሃገራት ከኣ ናተን ፕሮፓጋንዳ ኣለወን ከምኡ እዩ ከምኡ እቲ መስርሕ ማለት እዩ እቲ ፍሉይ ዝገብሮ ናይ ምዕራባውያን ሃገራት ግን እቲ ሓይሊ ሜድያ ኔትፍሊክስ ትከታተል እንትኾንካ ኣብኡ ዘሎ ናንሰንስ ብጣዕሚ ጠዌካ ዓለም ከምኡ ኢላ ኢካ ትብል ዋላ ነብስካ ነገር ከምዚ ኮነን ከምዚስ የለን እንዳበልካ ኖ ስለ ኤቭሪ ደይ ኣብ ቲቪ ኣብ ቲቪ ዘምፁልካ ኩሉ ዝገብሮ ከዓ ምስ ናትካ ኣካይዳን ባህርያትን ገለ ስለ ዝፈላለ የተሓሳስበካ ከምኡ ሓቂ ትብል ማዕረ ክንደይ ሓያል ምኳኑ እቲ ሜድያ ክርእኩም ኢለ እየ ኣብዝቲ ኣብ ጉዳይ ዩክሬንን ራሻን እንድሕር ድኣ ተመሊስና ፕረዚደንት ቭላድሚር ፑቲን ንሓደ ፍርቂ ሰዓት ዝኾን ብዛዕባ ራሻን ዩክሬን ዘለዎን ምቅርራብን ናትን ምሕዝነትን ዩክሬን ከዓ ብተፈጥሮኣ እታ ዩክሬን ትበሃል ዓዲ ናይ ራሻ ግዝኣት ከም ነበረትን መሬት ራሻ ምዃኑን ጌና እውን እቲ ህዝቢ ራሻውያን ኢና ዝብሉ ከም ምዃኖምን ስለዚ ናቹራሊ ንዕኦም ከም ዝግብኦምን እዩ ገሊጹ። እዚ ክብል ከሎ ከኣ ዝተፈላለየ ኣብ ታሪኽ እናተመልሰ ካብ ዳርጋ ሚእቲ ዓመት ንድሕሪት ተመሊሱ ማለት እዩ ካብዚ ንከምዚ ዓመተ ምህረት ቅድሚ እቲ ጆሴፍ ስታሊን ዋላ ዝገበሮ ስታሊን ከም ትፈልጥዎ መራሒ ናይ ራሻ ዝነበረሉ እዋን ብጣዕሚ ሓያል ዓማፂ እዩ ነይሩ ኣብ ታሪክ ከም ኢሎም ገልፅዎ ኣብ ራሻ ከመይ ገልፅዎ ኣይፈልጥን እየ ግን ብሂስትሪ እንድሕር ኣንቢብና ስታሊን ሓያል እዩ ነይሩ ክንደይ ሰብ ኢኻ ኮስቲሩ ኣጥፊኡ እዩ ክንደይ ሰብ ይፅኒቱ ብዝኾነ ብዛዕባኡ ተዛሪቡ እሱ ዝገበሮ ጌጋታት ከዓ ከመይ ብድሕሪኡ ዘምፅኦ ምዕባለታት ካልእን ካልእን ምስ ታሪክ ተኣሳሰረ ዳርጋ ፍርቂ ሰዓት ሙሉእ ብዛዕባ ታሪክ ራሻን ኡክሬን ገሊፁ ማለት እዩ ስለዚ እታ ዝገበራ ድሕረ ባይታ ራሻን ኡክሬንን ዳርጋ ፍርቂ ሰዓት ስለ ዝወሰደ ብዝተኻለኩም እንተ እታ ቪድዮ ክትሪዋ ትደልዩ ሰባት ኮንኩም ክትሰምዕዋ ትኽእሉ ኢኹም ግን እቲ ሂስትሪ ጥራይ ነይሩ ገለገለ ሰባት ነዊሕ ቪድዮ ምርኣይ ደይ ትፈቱ ሰባት ኣለኹም ስለዚ ብኸመይ ከሕፅረልኩም ከዓ ወሲነ ዘለኹ ቁፅሪ ክልተ ቅድሚ ምስጋና ግን ሓንቲ ንእሽተይ ቪድዮ ከሪኦኩም እየ

ምስ ናይ ራሻ ኢንተርቪው ናይ ቭላድሚር ፑቲን ዝተሓሓዘ መእሰሪ ገይረ ነይረ ወይ ናተይ ትንተና ሂበ ነይረ ኣብዚ ዘ ሚንስክ ኣግሪመንት ኢለኩም ነይረ እጂ ኣብቲ ኮመንት ከም ዝፀሓፍኩምለይ ከም ትሪእዎ ዘለኹም እቲ ሚንስክ ኣግሪመንት እንታይ እዩ እንታይ ማለት ከዓ ኢኻ ኢልኩም ነርኩም እዚ ስምምዕ እዚ ኣብ መንጎ ራሻን ዩክሬን ዝተገብረ ስምምዕ እዩ እዚ ሚንስክ ኣግሪመንት ከዓ ኣብ 214 ተፃሒፉ ነዲፉ ማለት እዩ ግን እቲ ጸገም እንታይ ነይሩ ኣብ መንጎ ራሻውያንን ራሻን ሰፐረቲስት ዝበሃል ካብ ራሻ ዝተፈልዩ ብናይ ራሻ ዝሕገዙን ሲቪል ዋር እዩ ነይሩ ማለት እዩ ውግእ ነይሩ ስለዚ እቲ ስምምዕ ንሰላም ንክከውንን ራሻ ዩክሬን ናብ ኔቶ ከይትኣቱን ገለገለን ዝብል ስምምዕ ከምኡ እውን እተን ራሻ ኣኔክስ ዝገበረተን ቦታታት ዶኔስክ ኬርሶን ሉሃንስክ ኣንደን ዚፍቶፍያ ዝበሃላ ዋላ እቲ ፕረናውንስ ፋሕ ተቢለዮ ይቕሬታ ሸለል እናበልኩም እንተኾነ ናይ ሰላም ውዕል እዩ ነይሩ ኣብ መንጎ ራሻን ኡክሬንን ማለት እዩ ከምኡውን እቲ ኣቐዲመ ዝጠቐስኩ ክደግሞ ይደልነ ዩክሬን ንኔቶ ንከይተኣቱ ዝብል እዩ ነይሩ ብዝኾነ ካልኣይ ምክንያት ኣብ መንጎ ራሻን ዩክሬንን ኣነ ዝበለ ሕድሕዳዊ ዝምድና ስለ ዝነበረ ዱልዱል ፍቕሪ ነይርዎም ኣብ 214 ግን ዕልዋ መንግስቲ ጋጢሙ እዚ ዕልዋ መንግስቲ ከዓ ኣፎም ከፊቶም ካብ ዝዛረቡ ብሲኣይ እተዳለዎ ምዃኑን እቲ ኣብ ኦፊስ ዝመፀ መራሒ ዘለንስኪ ዝኾን ዘሎ ማለት እዩ ናይ ምዕራባውያን ፕሬዚደንት እዩ ነይሩ ብናቶም መምርሒ ዝኸይድ ናቶም ሓሳባት ዝቕበል ናቶም መራሒ ነይሩ ብሓፂሩ ኣብ ሰዓት እዚ እቲ ዋና ፀገም ዝኾነ እንታይ እዩ ራሻ ነዚ ዓይነት ኣይዲያ ክትቅበሎ ኣይትኽእልን እያ ምክንያቱ ምዕራባውያን ኣብ ማዕጾና በጺሖም እዮም ዝብሉ ዘለዉ ኣብዚ ሰዓት እዚ እዚ ከዓ እቲ ቀንዲ ነጥቢ ንቭላድሚር ፑቲን ንዩክሬን ዝወረራን ንሃገሩ ንከውሕስን ናቶም ናይ ህዝባዊ ምክልኻልን ምዃኑ ምክንያታዊ ምዃኑ ንክገልጽ ብዛዕባ እዚ ኣርእስቲ ነዊሕ ተዛሪቡ። The goal is not to completely subjugate Afghanistan.

prevent it becoming normal for there to be a constant war. ኣብዚ ጁልያን ኣሳንጅ እንታይ ክብለና ፀኒሑ እዚ ናይ ሲኣይኤ ሓደ ካብቲ ናቶም መስርሕን ኣካይዳን ዝኾነ ዓይነት መንግስቲ ምስኦም ንሕዳ ደይሰማማዕ ኮይኑ ወይ ብኣካይዳ ናይቲ መንግስቲ ምስ ናቶም ፖሊሲታት ወይ ፊሎሶፊ ወይ ኣተሓሳስባ ወይ ኣረኣያ ወይ ኣረዳድኣ እንድሕር ዘይሰማማዕ ኮይኑ ክኣልይዎ እዮም ዝሰርሑ። ክኣልይዎ ከለዉ ከዓ እቲ ነቀን ናቶም ሓይሊ እንታይ ብሚሊታሪ እዩ ወይ ድማ ብኩእ እዩ። ብኳ ዕልዋ መንግስቲ ወይ ለውጢ መንግስቲ ማለት እዩ። ስለዚ ውግእ ምጅማርን ውግእ ንክፍልፍልን ንክቕፅልን ዝሰርሑ ዝበዝሕ ግዜ ኣብ ዓለምና ንሶም እዮም። እዚ ዘረባ ናይ ጁልያን ኣሳንጅ እዩ። ሲኣይኤ ከዓ ክንደይ መንግስታት ዝገልበጠን ዝኣለየን እዩ። ክንደይ ውግእ ንክቕፅልሲ ብሓይሊ ዝፅዕሩ ንሶም እዮም። ብኸምዚ ፀገም እዚ ከዓ ውግእ እንድሕር ቀፂሉ ናቶም ፋብሪካታት፣ ካምፓኒታት፣ ኢንዳስትሪታት ይስስን፣ ይፍልፍል። በዚ ምኽንያት ኣብ ዓለም ህዝቢ ይሳቐ፣ ንሶም ግን እቲ ናቶም ቁፅፅር ይምዕብል ወይ ድማ መሊሱ እዩ ዝቕፅል። ኣንቶይ ሰሚዕኩም ኔርኩም ፕሬዚደንት ኢሳያስ ኣፈወርቂ ኣብ ዝሃቦ ኤርትሪያ ኢዝ ኖት ፎር ሴል ክብል ከሎ ኤርትሪያ ትሸጥ ኒያ ትልወጥ ኒያ ክብል ከሎ ሓደ ካብቲ ደስመረሉ እንታይ ነይሩ

እቲ ናቶም መስርሕ እሱ እዩ። ዘይተሰማምዖም መንግስቲ ይኣልይዎ፣ ምስኦም ዝሰማማዕ ኮፍ ኣብልዎ፣ እሱ ከዓ ፀንሕ ክሳብ ግዚኡ ድኣክል ማለት እዩ። ትካል መንግስቲ ከምኡ ማለት እዩ። መስርሕ በቃ ከምድላይካ ንሰብሲ ከም ቼዝ እንተ ፀዋቲ ኮንኩም ወይ ዳማ ከምድላይካ ምስ ሓደ ተንቀሳቀሶ ናብ ትገብሮ ናብ ከምጥዕመካ ክኾነልካ ከሎ ተኣልዮ በቲ ደይጣዓሞ እዚ ሳክሪፋይስ ትገብሩ ትስውኦ በት ሓደ ከምኡ ይትካየዶም ኣብዚ ካ ጁልያን ኣሳንጅ ከምኡ የቃልዕ እዩ ዘሎ ውግእ ይኸፍቱ ኣብ ድላዮም ኣብ ዝኾነ እዋን ኣብ ዝኾነ ዓለም ኣብ ዝኾነ ክፋል ናይ ዓለም እዩ ዝብል ዘሎ ራብዓይን ኣገዳሲ ነጥቢ ፕረዚደንት ቭላድሚር ፑቲን ሕጂ እውን ክሓተካ ኢሉ ታከር ካርልሰን ሓይትዎ ኣብዚ ካ እንታይ ኢልዎ እዚ ኖርድ ስትሪም ትበሃል ናይ ዝተፈላለየ ጋዝ ካብ ራሽያ ንኤውሮጳ ምሉእ ዘከፋፍል ብፍላይ ድማ ንጀርመኒ፣ ፖላንድ፣ ሆላንድ እዘን ኩለን ሃገራት ካብ ራሽያ እየን ዝጥቀማ ናቹራል ጋስ። ሃብቲ ራሽያ ዓቢ ምዃኑ ትፈልጡ ኢኹም። ስለዚ መን መን እዩ ንኖርድ ስትሪም ሲ ኣቃጺልዎ? Who blew up Nord Stream?

ሕጂ ንእሽተይ ባክ ስቶሪ ወይ ንእሽተይ ስቶሪ ክበኩም ናይ ኖርድ ስትሪም ክልተ ፓይፕላይን ኣሎ ቱቦ ናይ ነዳዲ ናራል ጋዝ ዝሕልፍ ካብ ራሻ ንኤሮጳ ሙሉእ ዝከፋፈል ማለት እዩ እጂ እቲ ኣበይ ኣሎ ዝመስለኩም እቲ ፓይፕላይን ከዓ ቦልቲክ ሲ ትበሃል ኣብቲ ባሕሪ ዶ ኣሎ ኣብ ውሽጢ ባሕሪ ዶ ኣሎ ስለዚ ነዚ ሲ መን ኣቃፂልዎ ቅድሚ እዚ ፓይፕላይን እዚ ናይ ነዳዲ ቱቦ ቅድሚ ሸውዓተ ወርሒ ገለ ይኸውን እዩ ተቓፂሉ ምስ ተቓፀለ ሓደ ካብዚ ዓለም ዘዛረበ ምክንያት እንታይ ነይሩ መን እዩ ኣቃፂልዎ እዚ ዝተቓፀለ ፓይፕላይን ከዓሲ እንተሓደ ሓንቲ ሃገር ንኣብነት ንበል ንኣብነት ኣሜሪካ እንተ ነቲ ፓይፕላይን ኣቃፂላቶ ራሻ ኣብ ልዕሊኣ መጥቃዕቲ ተፈፂሙኒ ኢላ ውግእ ክትከፍት ትኽእል እያ ምክንያቱ ንሓንቲ ሃገር ንውሕስነታ ወይ ናታ ሶቨሬንቲ ህላውነት ኣብ ሓደጋ ዘብፅሕ እንተ ኮይኑ እሳ ከዓ እቲ ሃገር ንክትከላኸል ንከተጥቀዕ ትኽእል እያ ትሓተሉ ፍቃድ ትሓተሉ ምክንያት የለን ስለዚ እዚ ኖርድ ስትሪም ዝበሃል ዝተፈላለየ ነዳዲ ካብ ራሻ ንኤሮጳ ሙሉ ዘከፋፍል እሞ ኸኣ ኣብ ናይ ራሻ ኢኮኖሚ ዓቢ ተራ እዩ ዝጻወት ምክንያቱ ዝተፈላለየ ጋዝ ሽጦም ቢልዮናት እዮም ዝረኽቡ ስለዚ እዚስ መን ኣቃጺልዎ ትብሉ ኢሉ ሓትዎ ኣሎ ሕጂ እዛ ሓቶ ሓንቲ ነገር ክንዕዘባ ደለና መሽሚ ገይሩ ክትብል ስቕልካ ኣይትኽእል ኢኻ ምክንያቱ ሓደ ምስኻኽር ክህልወካ ኣለዎ ወይ መረጋገፂ ክህልወካ ኣለዎ ካልኣይ ግን ቭላድሚር ፑቲን ነዛ ሕቶ እዚኣ እንታይ ክብል መሊስዋ? ኣብ ከምዚ ዓይነት ሕቶ ክመጸካ ከሎ ክልተ ነገር ኢኻ ትዕዘብ። መን እዩ ተገዳስነት ዘለዎ? መን እዩ ኣብ ነዚ ናትና ናይ ነዳዲ ቱቦሲ ከጥፍኦ ወይ ከቃጽሎ ዝኽእል ወይ ክኣልዮ ዝኽእል መን እዩ? መን ዓቕሚ ኣለዎ? ኣሜሪካ ጥሪ ዓቕሚ ደለዋ፣ ሲኣይኤ ዓቕሚ ደለዎ። ካልኣይ ከዓ መን እዩ ከ ማዕረ ክንድኡ ውሽጢ ባሕሪ ኣትዩስ ክገብሮ ዝኽእል እዚአን ኢና ክንሓተን ዘለና ሕቶታት ስለዚ ሲኣይኤ እዩ ኢሉ ብሓፂሩ ማለት ኣመላልሱ ትፈልጡ ያ ፖለቲከኛታት ከመይ ከም ዝዛረቡ ግን ኣመላልሱ ዜሮ ዜሮ ሲኣይኤ እዩ ስታይልዎም እሞ እንተ ሲኣይኤ ኮይኖም ሲ ስለምንታይ ዘይትኸሶም ከዓ ይብሎ ንምንታይ ስታይ ትገብር ኢሉ ሓቶ ማለት እዩ እዝን ወዲ ከምዝን ሕቶታት ቭላድሚር ፑቲን ክምልስ ፈቲኑ እንተኾነ ግን ብዝተኸኣሎ ንኣሜሪካ ንህዝቢ ኣሜሪካ ብዛዕባኦም ሕማቕ ክዛረብ ኣይደለየን። እንተኾነ ካብ ዝቕጽላ እታ ሓምሸይትን ኣገዳሲን ነጥቢ ከኣ ኣላ። እሷ ከኣ ኣብ ዝተፈላለየ እዋናት ዝተፈላለዮ ፕረዚደንትታት ናይ ኣሜሪካ ምስ ቭላድሚር ፑቲን ሰላም እሱ ሰላም ክገብር ምስኦም ፈቲኑ ከምኡ እውን ኣብ ኔቶ ንክኣቱ ሓየቶም ነይሮም እዮም ራሻ እዚ ን20 ዓመት ይገይሩ ፕረዚደንት ቭላድሚር ፑቲን ፕረዚደንት ካብ ድኾን 20 ዓመት ኣለዎ ስለዚ ኣብ ኣሜሪካ ከኣ ኣብ ኣኣርባዕተ ዓመት ሓደ ፕረዚደንት ይቕየር እንተ እቲ ፕረዚደንት ተፈትዩ ከኣ ካልኣይ ተርም ይጸንሕ ዊች ሚንስ ኣርባዕተ ኣርባዕተ ሸሞንተ ማለት ስለዚ እዞም ዝተፈል ጆርጅ ቡሽ ከሎ ፕረዚደንት ነይሩ ባራክ ኦባማ ከሎ ፕረዚደንት ነይሩ ከምኡ ዶናልድ ትራምፕ ከሎ ፕረዚደንት ነይሩ ኣብ ሰዓት እዚ ከዓ ጆ ባይደን ነይሩ ጆ ባይደን ኣሎ ከዓ ምርጫ ግን ክካየደ ሕጂ ክፀንሕ ዲ ክፀንሕን እዩ ሓቢርና ክንርኤና እንተኾነ ግን ኣብ ዝተፈላለየ እዋናት እዞም ፕረዚደንትታት ክመፁ ከለዉ ምስኦም ስምምዕ እገብር ካብ ኣገላልፁ እንታይ ተረዲእ ምስለኩም ኣነ ፕረዚደንት ቭላድሚር ፑቲን ምስዞም ፕረዚደንትታት ፅልእ ወይ ህልኽ የብሉን ምክንያቱ እዞም ፕረዚደንትታት እዚኦም ፐርሰናሊ ምስ ክዛረቡ ከለዉ ፅቡቕ እንድራድእዎ እንተኾነ ግን ናብ ኦፊስ ምስ ተመልሱ እቲ ኣብኡ ዘሎ ኣጀንዳ ወይ ሲስተም ካልእ እዩ ምስ ተረዳዲኦም ኸዱ ምሽ ምስ ከዱ ከዓ ካልእ ፀንሖም ስለዚ ኣይሰማምዑን ወይ ኣብ መስመር ንዕኡ ኣብ ኔቶ ንከይኣቱስ ይነፅዎ እጂ ካብ ዘጋጠመ ንኔቶ ንክኣቱ ዝፈትንሉ እዋናት ገሊፁ ተዛሪቡ ግን ከም ደእተውዎን ከምኡውን ንኔቶ እንደገና ንምብራቅ ገፆም ጥቃ ራሻ ገጾም ንከይመፁ ሲ ንከየስፋሕፍሑስ መብፅዓ ተውለይልዎም ኣብዮሞ ስለዚ እዚ ኩሉ ናቱ ዘጋጠመ ገሊፅዎ ንታከር ካርልሰን ነቲ ኢንተርቪው ዝገብረሉ ዝነበረ ከዓ ከረድኦ ከዓ ፈቲኑ ማለት እዩ ቀፂሉ ቭላድሚር ፑቲን ኣብ መንጎ ራሽያን ኡክራይንን ሰላም ክገብሩ ከም ዝፈተኑን ግን ነቲ ሰላም ንኸይሰምር ወይ ንኸይከውን ፕረዚደንት ባይደን ንቦሪስ ጆንሰን ናይ ዩናይትድ ኪንግደም ናይ ዓባይ ብሪጣንያ መራሒ ከም ዝሰደዶን ነቲ ሰላም ደው ከም ድብልን ከም ዘይከውንን ከም ዝገበረን ተዛሪቡ ስለዚ እቲ ናቶም ኣጀንዳ ወይ ኣካይዳ እንታይ ምዃኑ ኣይፈልጥን እየ ካልኣይ ኣብዚ ወሲኹ ተዛረቦ ጀርመን ነዚ ናይ ኖርድ ስትሪም ናይ ነዳዲ ናይ ናቹራል ጋስ ናብ ሃገራ ንክትኣቱን ኣትዩ ዘማሙቕ ዝነበረ ንጋዝ ኤሌክትሪክ ኣብ ኤሮጳ ሕጂ ተሓትክሞም ነዳዲ ገለ ከመይ ኣሎ ኢልኩሞም ሰማይ በፂሑ እቲ ቀንዲ ምክንያት ከዓ እንታይ ራሻ ስለተኣገደት ነዳዲ ንከይትገዝእ ናይ ኤሮጳ ሃገራት ከም በዓል ጀርመን ማለት እዩ ጀርመን ከኣ ንፖላንድ መዓት ሓገዝ እያ ትባ ክብለኩም ጀርመን ንኤሮፓን ዩኒዮን ብዙሕ ገንዘብ ዶኔት ትገብር ካብ ኤሮፓን ዩኒዮን ከኣ ፖላንድ ትወስድ ስለዚ ፖላንድ ካብ ኤሮፓን ዩኒዮን ትወስድ ተላ ፖላንድ ካብ ራሻ እንድሕር ትገዛእ ኣላ ንብረት ክትዓፅዎ ኣለዋ ከምዚ ዓብ ሓላፊ ኢካ እንተ ኣይትወስድንያ ኢልካ ኣይትወስድን ኢካ ከኣ እስካ በቃ ኢልዋ ሰ ዝኮነ ከምኡ እዩ እቲ ኣብ ሓቀኛ ፖለቲክስ ክትመጽእ ከለካ ብላዕሊ ሓላፊ እንድሕር ደኣ ንኖ እዚ ሃገር እዚ ኣይትወስድና ኢሉ ተወዲያ ጀርመን ከዓ ዓብ ሓላፍነት እዩ ዘሎ ኣብ ኤሮጳ ፕረዚደንት ቭላድሚር ፑቲን ቀፂሉ እንታይ ኢሉ ዓለም ክልተ

ብኹሉ ብቴክኖሎጂያዊ፣ ኢኮኖሚካዊ፣ ጽፍሒ ምዕባለ፣ ትምህርቲ፣ ኤዲኬሽን፣ ሕክምና ብኹሉ ንቻይና ዘርክብ የለን። ካብኡ ቀጺልና እንተ ካልኣይቲ ሃገር መን እያ ትብል ኮይና ቻይና ኣሜሪካ ቻይና ኣሜሪካ ጃፓን ጀርመን ራሽያ ከምኡ እንዳበለ ይድኸይድ እቲ ብፅፍሒ ምዕባለን ብኢኮኖሚን ማለት እዩ ስለዚ ዓለምሲ ኣብ ሓደ ማእዝን ከምደይኮነት ተረዲኦም ንሰላም ክግስግሱ ኣለዎም ኣብ ሓቅስ ክፅበዩ ኣለዎም ክኣምኑ ኣለዎም እዚ ስቕልካ ዶላር ፕሪንት ፕሪንት ፕሪንት ፕሪንት ገንዘብ ፕሪንት ፕሪንት ፕሪንት ፕሪንት ጌርካ ብገንዘብ ቢልዮናት ቢልዮናት ፕሪንት ጌሮም ዝሰድዎ ዘለዉ ነቲ ሃገር ኣብ ዓሚቕ ዓዘቕቲ እዮም ዘእትዋ ዘለዉ ኣጌን ስለዚ ካብዛ ናይ ቭላድሚር ፑቲን ኢንተርቪው ውን ምስ ታከር ካርልሰን ዝገበራ ኢንተርቪው ሓሙሽተ ነገር ቀሲምና ኣለና ኣነ ከም ዝርዳእኒ ማለት እዩ እታ ነዚ መደብ እዚ ቅድሚ ምውዳእና ግን ሓንቲ ኢንተርቪው ከስማዓኩም ስቲል ናይ ፕረዚደንት ኢሳያስ ኣፈወርቂ ዝሃባ ነይራ እሰኻ ብዛዕባ ናይ ገንዘብ ፕሪንት ፕሪንት ፕሪንት ፕሪንት ዝገብርዎ ዘሎ ሳዕቤናቱን ከምኡ እውን ኣብ ሰዓት እዚ ኣብ ናይ ለውጢ ግዜና ዘለና እሱ ከዓ ማልቲፖላር ዝበሃል ማለት እዩ ማልቲፖላር ከዓ ዝተፈላለየ ካልእ መኣዝን ዘለዎ ዓለም ሲ ብናይ ሓደ ሰብ ዘረባ ብ ሓንቲ ሃገር ዘረባ ጥራይ ከም ዘይትንቀሳቐስ ዝተፈላለየ ሃገራት ወፅአን ከም ዘለዋ ፀብለል ከም ዝበላ ከም ንኣብነት ሕጂ ሲንጋፖር ንበል ሲንጋፖር ደጊም ኣብ ምንታይ ደረጃ በፂሓ ኣላ ትልኩም ምዕባለ ተወንጭፋ እያ ልክዕ ምስተን ቀዳማይ ጂ ሰቨን ካንትሪስ ምስተን ልዕሊየን ዝኾነ ጂዲፒ ኣለዋ ማለት እዩ ስለዚ ምዕባለ ሃገራት ከዓ ለውጢ መዓስ መፅ መስለኩም ከም ንኣብነት ቀዳማይ ውግዕ ዓለም ተሪኢኹሞ ቀዳማይ ውግዕ ዓለም ምስ ተዛዘመ ኣሜሪካ ኣብ ልዕሊ ፀብለላ ስለዚ ኣብ ውግእ ኩሉ ግዜ ከጋጥም ከሎ ከምዚ ወርልድ ዋር ዋን ቱ ምስ ተወድአ ፀብለለን ዝወፅ ሃገራት ነረን ድሕሪ ዝተረፈ ሃገራት ነረን ቀዳመይቲ ልዕሊ ኩለን ውጽት ከኣ ኣሜሪካ እያ። ሕጂ ከኣ ድሕሪ ኢሰንሻሊ 80 ዓመት ከምኡ ዘጋጥም ዘሎ ሕጂ እዚ ዳርጋ ውግእ ዓለም እዩ። ኣሜሪካ ምስ ራሽያ እትዋጋ ዘላ ብመንፅር ዩክሬን ማለት እዩ። ኣብ ምንታይ ደረጃ እዩ ክበፅሕ ሓቢርና ክረኤና ብዝኾነ ግን እዚ ናይ ሎ መዓልቲ ትንተናናተይ ከምዚ ይመስል ወይ ከምዚ ይርድኣኒ ከምዚ ተገንዚበ ክቡራት ተኸታተልቲ ነዛ ቪድዮ እንድሕር ፈቲኹማ ላይክ ሼር በልዋ መታን ቻናል ክትዓቢ ብዙሓት ሰባት ከዓ ርኢኹም ሳብስክራይብ ይግበርኩም ትኸዱ ኣለኹም ዝተኻለኩም ሳብስክራይብ ግበሩ ደግፎ እዛ ቻናል ኮመንት ሃቡን ርእቶኹም ሃቡኒ ኣነ ክዕርዮ ዝግባእ እንተሉ ከዓ ክዕርየ ምሳይ ነዚ መደብ ክትከታተሉ ፅንሓኩም ከመስግነኩም ይፈቱ ኣብ ቀፃሊ ብካልእ መደብ ክሳብ ንራኸብ ሰሰናዩ